ኣብቲ መብዛሕትኡ ግዘ ዕልዋታትን ውዲታትን ምዕራባውያን ዘይፍለዮ ማእኸል ምዕራብ ኣፍሪካ፣ ነቶም ኣዝዮም ዝተረሩ ፅኑዓት ሓለዋ ቤተ መንግስቲ ቡርኪናፋሶ ከይተረፈ ዘደንፁ ዛንታ ተጋሂዱ። እዚ ዛንታ፣ ዛንታ ክሕደትን ንፅህናን ዘይተፀበናዮ ጅግንነትን እዩ ነይሩ ይብሉ እቶም ሓለዋ ቤተ መንግስቲ። ብሓደ ሙሳ ዝተብሃለ ወዲ ዓሰርተ ዓመት ጎደና ሓደር ቆልዓ ዝጀመረን፣ ንቡርኪናፋሶ ኣብ ህውከትን ዕግርግርን ከጥሕላ ዝኽእል ተልእኾን እዩ ነይሩ። ህጻን ሙሳ ኣብዚ እተ ዝበሃል ዝፍለጥ ሰብ ኣይነበረን። ወይ'ውን ዓለም'ውን ከምኡ እያ ፈጥያቶ። ስድራቤት ዘይብሉ፣ ገዛ ዘይብሉ፣ መጻኢ ዘይብሉ ጥራይ እግሩ ዝንከራተት ዘኽታም እዩ ነይሩ። ኣብ ትሕቲ ዝፈረሰ ናሕስን በረንዳታትን ይድቅስ ነይሩ። ሙሳ ግን ጎደና ሓደር ቆልዓ ጥራይ ኣይነበረን። ኣብ ጅብኡ ንሓደ ፕሬዚዳንት ክቐትል ዝኽእል ምስጢር ሒዙ ይኸይድ ነበረ። ነዚ ንምፍፃም ድማ ኣብ ወታደራዊ ኣካዳሚ እቲ ሃገር ዘይኮነስ ኣብ ፀልማት ንክሕሱ ንከምስል ብኣውርኡ ከዓ ነቲ ፕሬዚዳንት ክቐትልን ክስወርን እኹል ስልጠና ወሲዱ እዩ። እቶም ዘሰልጠንዎ ፈረንሳይኛ እኳ ዝዛረቡ እንተነበሩ፣ ክህውጹ ዝመጹ በጻሕቲ ግን ኣይነበሩን። እኳ ደኣስ ፕረዚደንት ካፒቴን ኢብራሂም ትራውሬ ንምቕታል ተልእኾ ሒዞም ካብ ፈረንሳይ ናብ ሃገረ ኣፍሪካ ቡርኪናፋሶ ዝኣተው እዮም። ንህጻን ሙሳ ዘድልዮ ስልጠና ምስ ሃቡ ድማ ናብ ፕረዚደንት ኢብራሂም ትራውሬ ምንም ዘይብልካ ዘኽታም ኮይንካ ቅረብ፣ ግዘን ቦታን ምስ ተመቻቸወልካ ከዓ ተልእኾኻ ፈጽም ዝብል መምርሒ ሂቦም ለኣኽዎም። ነቲ ህጻን ከምዚ ዓይነት ተልእኾ ክህሉዮ'ዩ ኢሉ ዝጠርጠሮ ሰብ ኣይነበረን። ንዑ እዮም እውን ህጻን እሞ ኸኣ ጎደና ሓደር ተመሪጹ። ፖለቲከኛታት ኣብ መስኮት ተሌቪዥን ፖለቲካ ክትንትኑ ከለዉ፣ ኣሸበርቲ መንደራት ከዕንዩ ከለዉ፣ ሰለልቲ ድማ ኣብ ናይት ክለባት ክስዕስዑ ከለዉ፣ ህጻን ሙሳ ኢዱ ጠሪዙ ከምስል እናሓንከሰ ናብ ቤተ መንግስቲ ፕረዚደንት ካፒቴን ኢብራሂም ትራውሬ ተጸጊዑ ሓገዝ ተማሕጸነ። ንህዝቡ ብዘለዎ ርህራሄ ብፍላይ ኸኣ ንህጻናት ብዘለዎ ሓልዮት ዝፍለጥ ካፒቴን ኢብራሂም ትራውሬ ነቶም ሓለዋ ክእትይዎ ብምእዛዝ መጥፍኢኡ ጌጋ ፈጸመ። ትራውሬ ኣብ ምክልኻል ተቓላዕቲ ሰባት፣ ንዝጠመዩ ኣብ ምምጋብን ብዛዕባ መጻኢ መንእሰያት ሃገርን ምዝራብን ዝና ዘትረፈ ሰብ እዩ። እቲ ናይ ካፒቴን ኢብራሂም ትራውሬ ዝዓበየ ጥንካርኡ ግን ፈረንሳውያን ድማ ንዕኡ ንምጥቃዕ ዝዓበየ ድኽመቱ እዩ ኢሎም ይኣምኑ ነበሩ። ስለዚ ድማ ዝበለየ ጨርቂ ዝለበሰ፣ ዝስዕል፣ ባዶ እግሩ ዝጓዓዝ፣ ጥራሕ ፕላስቲክ ዝመልአ ቦርሳ ሒዙ ዘይጓዳእ ዝመስል ህጻን ሙሳ ናብ ቤተ መንግስቲ ሰደድዎም። ፈረንሳውያን ልኡኻት ኣብ ዋጋዱጉ ነዚ ህጻን ከም እትፍንጀር ዝተጸመደት ቦምቢ ተጠቐምሉ። ግን ዝኾነ ሰብ ዘይተጸበዮ ነገር ኣጋጢሙ። ትራውሬ ሙሳ ኣብ ጥቓ ኣፍደገ ቤተ መንግስቲ ኮፍ ኢሉ ጥራይ እግሩ እናሰዓለን ምስ ረኣዮ ነቶም ሓለውቲ ኣይደወለሎምን። ኣይሰጎጎን'ውን። የግዳስ ናብቲ ወዲ ቀሪቡ እንጀራ ኣቕሪቡ ርእሱ ቀስ ኣቢሉ እናደረዘ ኣጆኻ ሕዚ ኣብ ገዛ ኢኻ ዘለኻ በሎ። ሙሳ ኣብታ ሓጻርን ኣረሜናዊትን ህይወቱ ንመጀመርታ ግዜ ኣብ ውሑስ ገዛ ዝኣተወ መሲሉ ተሰሚዕዎ። ነገር ግን ህጻን ሙሳ ተልእኾኡ ኣይወደኣን። ኣብ ገለ ቦታ ፓሪስ ጨካናት ኣዒንቲ ሙሳ ነቲ ዘራህርሃሉ ሰብኣይ ከጥፍኦ ይጽበያ ነበራ። ኣብ ፓሪስ ኮይኖም ልክዕ ከምቲ ቅድሚ ዓሰርተታት ዓመታት ዝተጠልመን ዝተቐተለን ሰውራዊ ፕረዚደንት ቶማስ ሳንካራ ትራኦረ እውን ኣዝዩ ገርሂ፣ ተለኢሉ ሰብ ዝኣምን እዩ ይብሉ ነይሮም። ትራውረ ግን ዓሻ ኣይነበረን። ንሰባት ካብ መጻሕፍቲ ከንብብን ሓሶት ቅድሚ ምዝራቦም ክፈልጥ ይኽእልን ነይሩ። ንምንታይ ደኣ ግን ንሙሳ ክቐርቦ ዝመረጸ? እቲ ኣብ መንጎ ሓለውቲ ቤተ መንግስቲ ዝተባህለን ኣብ ሚስጥራዊ ጸብጻባት ኤምባሲ ዝተጻሕፈን ባህሪ ትራውሬ ርዱእ ይመስል ነበረ። ትራውሬ ንህጻናት ዘለዎ ርህራሄ ልክዑ ዝሓለፍን ንውሕስነቱ ዝጥሕስን ነበረ። ዛንታ ህጻን ሙሳን ትራውሬን ግን ካብዚ ልላዕሊ እዩ ነይሩ። ፈረንሳውያን ልኡኻት ንሙሳ ምስ መልመልዎ ገንዘብ ኣየቕረብሉን። ተስፋ እዮም ኣቕሪቦምሉ። ሓደ ቪድዮ ኣርእዮምዎ። በታ ቪድዮ ዝሓረቐ ህጻን ሙሳ ድማ ምስኦም ክሰርሕ ተስማዕምዐ። ኣብታ ቪድዮ፣ ቀጠልያ ዩኒፎርም ዝለበሰ ወታደር ንሓንቲ ሰበይቲ ብጭካ ናብ ውሽጢ ጭቃ እናጎተተ ያሳቕያ ነበረ። ህጻን ሙሳ ብሓዘን እታ ሰበይቲ ኣዒንቱ ማይ ቋጸረ። ኣኸትል ኣቢሎም እታ ነዛ ኣደ ዘሳቕያ ዘሎ ወታደር፣ ንፕረዚደንት ካፒቴን ኢብራሂም ትራኦሬ ዝሰርሕ እዩ በልዎ። በዚ ዝሓረቐን ዝጠመየን ተስፋ ዝቖረጸን በቲ ተግባር እቲ ወታደር ዝሓረቐን ሙሳ ኣመኖም ሕነ ንምፍዳይ እውን ተስማዕምዐ። ነቲ ውጥን ብደንቢ ተረድኦ። ቀዳማይ ስጉምቲ ናብ ውሽጢ ቤተ መንግስቲ ምእታው እዩ። ካልኣይ ስጉምቲ እምነት ናይቲ ፕረዚደንት ምርካብ እዩ። ሳልሳይ ስጉምትን ናይ መወዳእታን ድማ እቲ ፕረዚደንት በይኑ ምስ ዝኸውን ኣብ ካልሲኡ ዝተሓብኣ መርፍእ ተጠቒምካ ምምራዝ እዩ። ሙሳ ኣብታ ኣብ ቤት መንግስቲ ዝጸንሐላ ካልኣይቲ ለይቲ ግን ድቃስ ኣበዮ። ነቲ ፈረንሳውያን ዝሃብዎ ተልእኾ እናሓሰበ ረሃጸን ተንቀጥቀጠን። ካፒቴን ኢብራሂም ትራውሬ ኣብ ጥቓ መስኮት ንከዋኽብቲ እናጠመተ ረኸቦ'ሞ ኣብ ጎድኑ ኮፍ በለ። ካፒቴን ኢብራሂም ትራውሬ ጽግዕ ኢሉ፣ ዝኸሰርክዎ ሰብ ተዘኻኽረኒ ኣለኻ በሎ። ማዱ ይብሃል፣ ንእሽተይ ሓወይ እዩ ነይሩ። ኣነ ኣብ ዕድሜኻ ከለኹ ብመጥቃዕቲ ነፈርቲ ፈረንሳ ሞይቱ። ሙሳ ዋላ ሓንቲ ኣይበለን። ጽን ኢሉ የዳምጾ ነይሩ። ኣብታ ህሞት እቲኣ ግን ህጻን ሙሳ ጸላእቱ ሓሰት ዝመገብዎ ፈረንሳውያን እምበር እቲ ዝመገቦን ዘጽለሎን ትራወረ ከምዘይኮነ ተረድኣ። ሕጂ እውን ግን ሙሳ ንድሕሪት ክምለስ ኣይከኣለን። ፈረንሳውያን ልኡኻት ኣዒንቶም ኣብ ኩሉ ቦታ እዩ። ኣብ ኤምባሲ፣ ኣብ ዕዳጋ፣ ኣብ ቤት መንግስቲ ከይተረፈ ተኺሎም ይከታተልዎ ነበሩ። ተልእኾ ምሳ እንተፈሽሉ ከም ዝቐትልዎ ተሓንዮምሉ እዮም። ሕጂ ሙሳ ክልተ ዘስካሕክሕ ምርጫ ኣጋጢምዎ ኣሎ። ነቲ ዘጽለሎን እንጀራ ዘብልዖን ዝሓብሓቦን ሰብኣይ ምቕታል ወይ ድማ እቶም መርዚ ዝሃብዎ ሰባት ነቲ ስራሕ ክውድእዎ ምጽባይ። ብድሕሪኡ ኩሉ ነገር ተቐየረ። እቲ ናይ ቤት መንግስቲ ኣሰላፊ ጠፍኣ። ሓለውቲ እቲ ቤት መንግስቲ ብዘይፈልጦም ገጻት ተተኪኦም። እቲ ንሙሳ እትከናኸኖ ዝነበረት ሕያወይቲ ነርስ እውን ጠፍኣት። ሙሳ ዝኾነ ሕማቕ ነገር ይመጽእ ከም ዘሎ ተረዲእዎ ኣሎ። ህጻን ሙሳ ሓደ ወታደራዊ ክዳን ዝለበሰ ሰብኣይ ረኣየ። ፈረንሳይኛ ዝዛረብ ግን ኸኣ ቡርኪናፋሲያዊ መስል። ብኡ ንብኡ ንሙሳ ኣለለዮ። The Butcher፣ እቲ ኣብ ናይጀርያ ንህጻን ሙሳ ዘሰልጠነ ሰብኣይ። ምህላው The Butcher እቲ ተልእኾ ካብ ቁጽጽር ሙሳ ወጻኢ ክሰጋገር ገይርዎ እዩ። ሓለዋ እቲ ቤትመንግስቲ እውን ተበላሽዩ ኣሎ። ሽዑ ምሸት ካፒቴን ኢብራሂም ትራውሬ ንሙሳ ናብ ናይ ብሕቱ መጽናዕቲ ክፍሊ ዓደሞ። ሓለውቲ የለውን ካሜራ እውን የለን። ክልቲኦም ጥራይ። ትራውሬ ውዑይ ጸባ ንሙሳ እናቐበሎ እንከሎ ሙሳ ካብ ብድሕሪኡ ስግር መስኮት ኣብ ኣፍልቢ'ቲ ፕረዚደንት ናይ ስናይፐር ሌዘር ዝንቀሳቐስ ቀይሕ ነጥቢ ኣስተብሃለ። ስንባደ ሙሰ ወሰኸ። ሙሳ ነቲ ሒዝዎ ዝነበረ ኩባያ ጸባ ኣውደቐ። ትራውረ ብድንጋጸ ደው ኢሉ፣ እንታይ ደኣ ኮንካ ወደይ? በሎ። ሙሳ ብድንጋጸ ተዋሕጠ። እተ ተንቀሳቒሱ እቲ ስናይፐር ክትኩስ እዩ። ዋላ ሓንቲ ምንቅስቓስ እንተዘይገይሩ ድማ ትራውረ ክመውት ይፍረድ ኣሎ ማለት እዩ። ትራውሬ እንተሞይቱ ድማ ቡርኪናፋሶ ናብ ህውከት ትኣቱ'ሞ ፈረንሳውያን ከም ወታደራት ዘይኮኑስ ከም ኣማኸርቲ ክምለሱ እዮም። ሙሳ ጎዳና ሓደር ከዳዕ ጨካን መንፈስ ዘለዎ ተባሂሉ ክውቀስ ተራኣዮ። ህጻን ሙሳ ናብ ውሳነ በጽሐ። ሙሳ እናጫደረ ንነብሱ ናብቲ ፕሬዚዳንት ደርበየ። ጠያይቲ ስናይፐር ብርጭቆ እናተሰባበረን ተኹሲ እናተተኮሰን ናብ መሬት ኣውደቖ። ሙሳ ነቲ ዝቕጽል ተኹሲ ጠያይቲ ንምዕግራት ናብ ትራኦሬ ተጠምጠመ። ደምን ትክን ነቲ ክፍሊ መሊእዎ ኣሎ። ሓለውቲ ተደናጊሮምን ተቖጢዖምን ተጓይዮም ናብቲ ቤተ መንግስቲ ኣተዉ። ሙሳ ሕልንኡ ስሒቱ ብጥይት ሕቖኡ ተወቒዑ ግን ከኣ ብህይወት ነበረ። እቲ ስናይፐር ዝሓዘ ልኡኽ ጸልማት ተጠቒሙ ጠፍኣ። እቲ ወረ ኣብ መላእ እታ ሃገር ተስፋሕፍሐ። ሓደ ናይ ጎደና ህጻን ነቲ ፕረዚደንት ኣድሒንዎ። ሚስጢራዊ ወኪል ድዩ ነይሩ ትራኦረ ዝረኸቦን ዘዕበዮን ዘኽታ? እቲ ሓቂ ግን ኣይወጸን። ሙሳ ኣብ ዓራት ሆስፒታል ደቂሱ፣ ብደምን ሻሽን ተሸፊኑ ኣብ ፍርሒ ተዋሒጡ። እዚ ናይ መወዳእታ ድዩ ወይስ ካልእ መቐጸልታ ናይቲ ውጥን ርግጸኛ ኣይነበረን። እቲ ዜና ናይ ጸጥታ ምጽራይ እዩ ተባሂሉ ተኣዊጁ። እቲ ክውንነት ግን ኣብ ጽላሎት ዝተኻየደ ኩናት እዩ ነይሩ። ሽዑ ምሸት ሙሳ ሙሉእ ሓበሬታ ምስ ሃበ ትራውረ ድምጺ ከይተሰምዐ ናይ ስለላ ስርሒት ክካየድ መምርሒ ኣውረደ። ጋዜጠኛታት፣ ተልቬዥናት፣ ፕረስ ኣብ ዘየለውሉ ዝካየድ ስርሒት። ተልእኾ እቲ ስርሒት ኣብ መንጎ ዲፕሎማሰኛታት፣ ሰራሕተኛታት ሰብኣዊ ረድኤት፣ ካህናትን ከይተረፈ ተሓቢኦም ዝነበሩ ፈረንሳውያን ኦፕሬተራት ምእሳር እዩ። ሰዓት ክልተ ናይ ንግሆ፣ ጸለምቲ ቫን መካይን ከም መንፈስ ኣብ ስግር ዋጋዶግን ይንቀሳቐሳ ነበራ። ኣብ ጥቓ ሃገራዊ ቤተ መጻሕፍቲ ፒየር ዝተባህለ ሰብኣይ ፈረንሳ መልእኽቲ ክሰድድ ተረኺቡ ተታሓዘ። ኣብ ሓደ ቤተ ክርስትያን ካልእ ድማ ናይ ሚሞሪ ቺፕ ክውሕጥ ፈቲኑ ንሱ እውን ኣብ ቁጽጽር ስር ውዒሉ። ኣብ ማእከል ባህሊ ፈረንሳ ሓንቲ መምህር መሲላ ዝነበረት ሰበይቲ ካብ መስኮት ዘሊላ ክታምልጥ ክትብል ብወታደራት ትራኦሬ ተታሒዛ። ዋና ዓላማ እቲ ስርሒት ምእሳር ጥራይ ኣይነበረን፣ ንፈረንሳይ ዝለኣኽ መልእኽቲ እዩ ነይሩ፣ ቡርኪናፋሶ ድሕሪ ሕጂ መጻወቲኹም ኣይኮነትን ዝብል። ጸሓይ ምስ በረቐት ትራኦሬ ንህዝቢ ሃገሩ መደረ ኣቕረበ። ዘመነ ሕቡእ ኣህዳው ተወዲኡ እዩ ክብል እውን ኣወጀ። ንህዝበይ ክትሕግዝ ኣብዚ እንተመጺኻ ደሓን መጻእኻ፣ ክትጠልመና ኣብዚ እንተመጺኻ ስቕ ኢልና ኣይትወጽእን ኢኻ ክብል ወሲኹ ኣጠንቂቑ። እንተ ህጻን ሙሳ ግን ዳግማይ ኣይተራኣየን። ገሊኦም ሓድሽ ስም ተዋሂብዎ ናብ ርሑቕ ከም ዝተላእከ ይዛረቡ። ገሊኦም ድማ ድርብ ወኪል ትራውረ ኮይኑ ኣብ መጻኢ መጥቃዕትታት ደው ከብሎ ከም ዝሓገዞ ይዛረቡ። ካልኦት ድማ ኣብቲ ሓቂ ዝተዛረበላ ህሞት ህይወቱ ከም ዝሓለፈት ይዛረቡ። ሓደ ነገር ግን ርግጸኛ እየ፣ እቲ ንፕሬዚዳንት ክቐትል ዝመጸ ወዲ ኣብ መወዳእታ ህይወት እቲ ፕሬዚደንት ካፒቴን ኢብራሂም ትራውሬ ኣድሒኑ እዩ። ካፒቴን ኢብራሂም ትራውሬ ሕዚ ድማ ኣብታ ሃገረ ቡርኪናፋሶ፣ ናይ ጾታዊ ርክብ ቪድዮታትን ምስልታትን ዝረኣየሎም ዌብሳይታት ኹሎም ክዕጸዉ ከምዝኣዘዘ ተሓቢሩ ኣሎ። በዚ ምኽንያት ድማ ኣብ ሃገረ ቡርኪናፋሶ ናይ ጾታዊ ርክብ ምስልታትን ጾታዊ ርክብ ዝቕስቕሱ ምስልታትን ኹሎም ዘመሓላልፉ ድህረ ገጻት ተዓጽዮም ኣለዉ።